ትምህርቲ ቤት ኣኸዛ ቐዳማይ ክፍሊ ተምሃራይ እየ። ዕድመይ ድማ ዓሰርተ ኣርባዕተ እዩ። ያው ቲቸር ስለ ዝተዋህብኩ ብጣዕሚ እየ ተሓጒሰ ምስ መሓዙተይ። ኣብ ግዜ ትምህርተይ ክኣቲ እየ። ክዳነይ ለ ይውዳእ እዩ። ሓመድ ግን ይድፈን እዩ። ስለ ዝሃብኩምኒ የቐንየለይ።

ሽሞይ ተክለ ገረመድህን ደስታ ልበሃል ኣቦሊላይ ማለት እዩ ለሎናዮ ቦታ ቤት ትምህርቲ ኣኸዛ እዩ ላውዚ ተዓዲመ እየ እኒኦኹ ኣነ ናዚ ወዳይ ሓገዝ ዊንቸር ስለ ዝሃኹሞ ብጣዕሚ ይፅገም ነይሩ ናሊላይ ፀገም ቅድም ኢልካ እዩ ብቆልዒት እዩ ሓሚሙ ካብኡ ሉኪሓ ወሲደዮ ካብ ኪሓ ይፈር ኢሎሞ ልዓይደር እየ ከይደ ካብ ዓይደር ዓብይ ሆስፒታል ዝበሃል ነይሩ ኣብኡ ከይደ ድሕሪኡ ኣብኡ ን ክልተ ዓመት ኣካባቢ እየ ተቐሚጠ ህክምና ማለት እዩ በቃ ሰውነቱ ይመዛዘን እዩ ነይሩ ስእሉ ሃማይ እዩ ኮይኑ ነይሩ ድሕሪኡ ተሃይክሙ እና ህይወት ሰሪዑ እና ኣካል ግና ጸገም ገጢምዎ ማለት እዩ ብጣዕሚ በቃ መዓት ጋዕ ገልጠም እየ ግኔ ማለት እዩ ኣነ ልኡ ክህክም ዓዲ ሸይጠ ንነረኒ ዕራ ሓደ ነይሩ ዕራ የለ ስለ ቦቲኸዮ ድሕሪኦ ኣብ ማሽን የእትይዎ ይደርዝዎ መሓውሩ ራጅ ይለዓል በቃ መዓት ጸገም እዩ ገጢምኒ ማለት እዩ ዝሮ ዝሮ ለዲስ ኣበባ ብልወልና ኣነ እቓሕ ምስ ኢነ ቋሪጸ ሓዲገዮ እምበ ኣነስ ዝቆልዓስ ከም ተሃከመስ ክድሕን ነይሩ ሃልየ ማለት ሰኣን ቓዕ መጊና ሊላ ኢላ ተፋሓኾኸድሎ ማለት እዩ ብጣዕሚ እዩ ዝጽገም ነይሩ ኢዱ ላብ እግሪ እዩ ተቐይሩ

ብምስልቻ ልኣክል ሓዚልና ነምጽኦ ሳዕ ሽዱሽተ ላብ ስራሕ ትኸለና ሕና ወሳዲ ይስእን ዝቆልዓ ብኡ ገይሩ ሰልችይዎ የውዕል ቡዜን ጸርጺርና ኢና ንእሽቶይ ቢልና እዛ ዊንቸር እዚኣ ደሞ ሃብኹም ጊና ንምን ኣስኒኦ ደፊኡ ሒዝዎ ንግሆ ክመጽእ ሒዝዎ ም ቃትል ክኣቲ ክመሃር ኣጥቢቑ ብላዕቢ ብላዕቢ እዛ ወንቸር እዚኣ ልትምህርቲ በጢቁ ክማሃር እያ ሓጊዝኩሞ እኒኦኹም ልምዓት ትግራይ እሳን እትዮጵያይ ኣነ ይቀንየለ እየ ክብሎም ልግብእ ብጣዕሚ እየ ተሓጒሰ ኣነ ዳርጋ ልዚ ቆልዓ እዚስ ኻሊእ ኻሊእ ኻሊእ ልሓገዝዎ ይመስሉ ተሰሚዕኒ ኣነ እዚ ቆልዓ እዚ ልዕሊ ዓሰርተ ኣርባዕተ ዒድሙ ስብኣይ ሰበይቲ ላተሓጋገዝና ፀይርና ክነብፅሖ ናብ ና ዕስራ ደቂቃ ና ሰላሳ ደቂቃ ትኾን እያ እዛ ለላ ላትፍሕኸ ልመፀልና ማለት እዩ ሓዚልካ ከይመጽእለ ብጣዕሚ ዝቆልዓ ጎብዙ እንዮ ኸዚ ኣነ ማሕበር ልምዓት ትግራይ እዙይ ልሓገዝዎ ኣነ ብጣዕሚ የቀንየለ እየ ክብል በቃ ኣነስ ቃላት ይሓፅረኒ ማለት እዩ።
ስመይ ወልዳይ ገብረሃዋርያ እዩ ዝበሃል ናብ ማሕበር ልምዓት ትግራይ ናይ ፕሮግራምን ትምህርትን ዳይሬክቶሬት መተሓባብር እየ። ሉሚነስ ፔንድ ናይዚ ፕሮጀክት እዚ ካልኣይ ዕድልና ኣብ ሳል ፕሮጀክት ዝበሃሉ እኒኦ መዘልቲኦም ፕሮግራማት ናይ መተሓባሪ እየ ብዋናነት እዚ ፕሮግራም እዚ ካብ ትምህርቲ ወፃኢ ዝነበሩ ህፃናት ዕድሚኦም ካብ ትሽዓንተ እስከ ዓሰርተ ኣርባዕተ ዝኾኑ ግን ከዓ ብዝተፈላለየ ምክንያት ካብ ትምህርቲ ዘቋረፁ ተምሃሮ ኣብ ትምህርቲ ኣትዮም ዘይፈልጡ እዮም ትኹረት ዝገብር ስለዚ እዚ ቆልዓ እዚ ከዓ ሌላይ ተኽላይ ኣብዚ ከባቢ እዚ ያው ዕድመ 14 ዓመት ዝገበረ እዩ ካብ ትምህርቲ ወፃኢ ፀኒሑ ግን ከዓ ካብ ትምህርቲ ወፃኢ ፅራሕ ተላኾነ ስነ ኣካል ፀገም እውን እዩ ናይ ማሕበር ምንቅስቃሳት ኣይኽእልን እና እዚ ከምኡ ብምዃኑ ካብ ሱፐርቫይዘራት ናብ ዕልና ኒሆና ሱፐርቫይዘር ናይ ሳል ንሳቶም እዮም ልኢኹምና እቲ ሓበሬታ ተሓረፅ ብ ከምዚ ዓይነት ሓበሬታ ምስ መፀ ንሕና ክንድግፎም ዝኽእል ንሕና ክንድግፎም ኢና ብፍላይ ኣብ ማተርያል ኣብ ከምዚ ዓይነታት ዘለዉ ናውትታት ስኮላስቲክ ማተርያል ድጋፍ ንምግባር ሓገዝ ንገብር ኢና እቲ ፕሮጀክት እውን ብከምዚ ዓይነታት ፀገማት ዘለዎም ምስ ኢንክሉሲቭ ዝኾነ ሓቋፋይ ዝኾነ መማር ምስማር እዩ ዝህብ ያው ናይ ኣእምሮ ናይ ካልኦት ፀገማት ዘለዎም ወንቸራትን ካልኦታት ድጋፍ ናይ ምግባር ስራሕታት ኣለዎ እዮም ኢንክሉስ ይገብር እዩ ይሓቁፍ እዩ ግን ከዓ ብቀረባ ክንምግቦም ስለ ዝግበአና ነዚኦም ዞም ከምዚ ልብሉ ህፃውንቲ ኣባና ዘይተረኸበሎም ምስ ካልኦት እውን ድጋፍ ገይርና ኢና ተሓባቢርና ረኺብናዮ ብፍላይ ናይ ሰኒ ኢትዮጵያ ዝበሃሉ ብዋናነት ካብ ነመስገን ደሊ ምክንያቱም ቀልጢፎም ዝፀገም እዚ ምስ ሃብናዮም ብቐልጢፎም እዮም በፂሖምልና ያው ሎማዕቲ ሒዝናዮ መፂና ዘለና ናይ ዊልቸር እቲ ህፃን ክኾን ዝኽእል ድጋፍ ክብ ዝኽእል ካብ ብኢዱን እግሩ እናተጓሓፈ ክመፅእ ንሳና ደፍእ ክመፅእ ናብ ትምህርቲ ክከታተል ናይ ምግባር ስራሕ ዝሓገዙና ሰለ ኢትዮጵያ ካብ ልቢ ክነመስግን ንደሊ ብዋናነት ቀፃልነት እውን ናይዚ ቆልዓ ናይ ምማር ምስማር ናይ ምክትታል ናውቲ ናይ ምሕጋዝ ክንቅፅለሉ ኢና ኢና ንኣምን ማለት እዩ
ስመይ መምህር ነጋስ እንድያ ይበሃል ካብ ማሕበር ልምዓት ትግራይ ሳልፕ ሱፐርቫይዘር እየ ተምሃራይ ሊላይ ተኽላ ይበሃል ኣብ ቤት ትምህርቲ ኣኸዛ ኢሉ መሃር ናይ ሳልፕ ተምሃሮ እዩ ደገፍ ክህብ እናመፃኹ ተለኹ ተማሃራይ ሊለ እናትፈሓኸ ያው ቢዱን መሓውሩ እናትፈሓኸ የርእዮ ካብኡ ንዚ እውን እንታይ ገይረ ኣነ ቀሪፀ ንማሕበር ልምዓት ትግራይ ይህበ ማለት እዩ እሶም ከዓ ንዝሪኦም ንዚ ተማሃራይ እዚ ክመሃር እንተኮይኑ ክሕገዝ ዝደለዮ ነገር እንታይ ኣለዎ ኢሎም ያው ሎማዓንቲ ኣብ ቤት ትምህርቲ ኣኸዛ ተረኺቦም ንተምሃራይ ሊላይ እዚ ውህብቶ እዚ ሂቦሞ ኣለዉ።

ብዋናነት ኣብዚ ጥራሕ ዘይኮነ ኣብ ካልኦት ከባብታት እውን ኣለና ኣብ እንዳመኾነ እውን ኣለና ከምኡ ዓይነት ህፃን ዘለዎም ግን እዚ ከምዚ ዓይነት ዘለዉ ህፃውንቲ ናብ መኣዲ ትምህርቲ ንክመፁ እውን ፀገማቶም እውን ተፈልዩ ሓገዝ ድጋፍ ክግበረሎም ክኽእል ኣለዎ ኢለ ልኣምን ንሕና ተኽኢልና ንሕና ንድግፎም ኢና ተዘይኮይኑ ከዓ ምስ ካልኦት ግበር ሰናይ ኣካላት ከምዚ ዝበሉ መዳርግቲ ኣካላት ኣለዉና ምስኣቶም ብምትሕባር ድጋፍ ክንቦም ንኽእል ኢና ንበፅሐሎም እውን ንኽእል ኢና ግን ክኸትውን ክመፁን ግን ፃውዒት ምጋር የድሊ እዩ ምክንያቱም ሓደ ሓዲኦም ኣብ ገዛ እዮም ዝቕመጡ ናብዚ ቤት ትምህርቲ ለይ ምምጻእ ኣሎ ለይ ምሕባእ ኣሎ ስለዚ እንድሕር ተማሂሩ ኮይኑ ለውጢ ክቕይር ይኽእል እዩ ዓቕሚ እውን ከምጽእ ይኽእል እዩ ክዓቢ እውን ይኽእል እዩ ንባዕሉ ስለዚ ከምዚኦም ዝበሉ ህፃውንቲ ናብ ማእዲ ትምህርቲ ክመፁ በዚ ፕሮግራም እዚ ከዓ ብዋናነት ንዕኦም እዩ ማእኸል ዝገብር ዕድሚኦም እውን ሓሊፍዎም እንደገና ከዓ ካብ ትምህርቲ ወፃኢ ዝነብሩ ህፃናት ቅድሚያ ክወሃቦም ስለ ዝግባእ ዘድልዮም ናውትን እታወታትን ብምድጋፍ ትምህርቲ መሰረታዊ እዩ ንኩሎም ዜጋ ዝምልከቶም እዩ